ንሎሚ ድማ ብዛዕባ እቲ ኣብ ዓውዲ ሕክምና ልቢ ሓድሽ ዘመን ዝፈጠረ ዕዉት መጥባሕቲ ምስግጋር ልቢ ኣበይ ከምዝነበረን ብኸመይ ከምዝተኻየተን ዝገልጽ መደብ ሒዘ መጺኤ ኣለኹ ሰናይ ምክትታል። እቲ ቀዳማይ ዕዉት መጥባሕቲ ልቢ ብዕለት ሰለስተ ወርሒ ዓሰርተ ሓደ ሽሕን ትሽዓተ ሚእትን ስሳን ሸውዓተን ኣብ ኬፕታውን ደቡብ ኣፍሪቃ ዝርከብ ሆስፒታል ግሩት ሹር እዩ ተኻይዱ። እዚ ኣብ ታሪኽ ሕክምና ሓድሽ ምዕራፍ ዝኸፈተ ናይ መጀመርያ ምትካል ልቢ ብደቡብ ኣፍሪቃዊ ዶክተር ክርስትያን ባርናርድ'ዩ ተፈጺሙ። እቲ ኣብቲ ግዜ ዘይከኣል ዝመስል ዝነበረ ብትብዓትን ቆራጽነትን ብምብጋስ ድማ ንዓለም ዘይከኣል ከምዘየለ ዝሓበረ ፈላሚ ዶክተር ኮነ። ዶክተር ክርስትያን ባርናርት ብ ሸሞንተ ሕዳር ሽሕን ትሽዓተ ሚእትን ዕስራን ክልተን ኣብ ብዮፎርድ ዌስት፣ ደቡብ ኣፍሪቃ ዝተወልደ ኮይኑ፣ ክኢላ መጥባሕቲ ልብን ፈላማይ ዕዉት ምስጋር ልቢ ዝፈጸመ ዶክተርን'ዩ። ዶክተር ክርስትያን ልክዕ ከም ሓዉ ድሒሩ ኣካል ናይቲ ናይ መጥባሕቲ ክፍሊ ዝኾነ ማርዮስ ኣብ ዝተወለደሉ ዓዲ ማለት ደቡብ ኣፍሪቃ ትምህርቱ ዝተኸታተለ ኮይኑ፣ ኣብ ዩኒቨርሲቲታት ኬፕ ታውንን ዩኒቨርሲቲ ሚኒሶታን ናይ ኣሜሪካ ናይ ሕክምና ትምህርቱ ዝተኸታተለ ብፍሉይ ድማ ኣብ ኣሜሪካ ናይ መጥባሕቲ ስልጠና ዝወሰደ ኮይኑ ኣብ ትሕቲ ሓኪም መጥባሕቲ ልቢ ክላረንስ ዋልተን ድማ ኣብ ሚኒያፖሊስ ክፉት ናይ ልቢ መጥባሕቲ ገይሩ። ምስቲ ጌና ኣብቲ ግዜ ፈተናታት ዝግበረሉ ዝነበረ ዓውዲ ምትካል ልቢ ድማ እዋናዊ ሜላታት ተላለየ። ከም ህያብ ኣሜሪካውያን መሳርሕቱ ድማ ሓንቲ ማሽን መጥባሕቲ ልብን ሳንቡኡን ናብ ደቡብ ኣፍሪቃ ተማሊኡ ብምምጻእ ኣብ ኬፕታውን ሆስፒታል ግሩት ሹር ከም ሓፈሻዊ ሓኪም ኮይኑ ስርሑ ጀመረ። ነዊሕ ከይጸንሐ ድማ ከም ተሓጋጋዚ መጥባሕትን ቀጺሉ ድማ ከም ዳይረክተር ቤት ትምህርቲ ሕክምና ኮነ። ኣብ መበል ኣርብዓ ዓመት ዕድሚኡ ድማ ፕሮፌሰር መጥባሕቲ ደረት ኣፍልቢ ኮነ። ዝተፈላለዩ ሜላታት ብምጥቃም ድማ ኣስታት ሓደ ሽሕ መጥባሕትታት ልቢ ኣካየደ። እታ ንዕኡን ንብጾቱን ኣብ ዓለም ደፋለጠቶም መዓልቲ ዕለት ሰለስተ ወርሒ ዓሰርተ ሓደ ሽሕን ትሽዓተ ሚእትን ስሳን ሸውዓተን ኮይና፣ ዶክተር ክርስትያን ምስ ሰላሳን ሓደን ርእሱ ብምዃን ንፈለማ እዋን ዕዉት ምትካል ልቢ ዝፈጸመላን ነበረት። እቲ መጥባሕቲ ኣብ ሆስፒታል ግሩት ሾር ደቡብ ኣፍሪቃ ዝተኻየደ ሓሙሽተ ሰዓታት ዝወሰደን ነበረ። እቲ ሓዳስ ልቢ ዝተቐበለ ሰብ ሉዊስ ዋሽካንስኪ ዝተባህለ ተሓካሚ ኮይኑ ልቢ ናይ ሓንቲ ደኒስ ዳርቫል ዝተባህለት ኣብ መበል ዕስራን ሓሙሽተን ዓመት ዕድሚኣ ብሓደጋ መኪና ህይወታ ዝሰኣነት ውልቀሰብ'ዩ ነይሩ። ኣካላቱ ነቲ ባዕዳዊ ኣካል ከይነጽግ ተባሂሉ ስርዓተ ምክልኻል ነብሲ እቲ ተሓካሚ ብፍላጥ ከም ዝዕፈን'ዩ ተገይሩ። ይኹን እምበር፣ ድሕሪ ዓሰርተ ሸሞንተ መዓልታት እቲ ተሓካሚ ብሕማም ረኽሲ ሳንቡእ ሞተ። ንዓሰርተ ሸሞንተ መዓልታት ብህይወት ክጸንሕ ስለ ዝኸኣለ ግን እቲ መጥባሕቲ ልቢ ከም ዕዉት ተቖጽረ። ድሕሪ ገለ ኣዋርሕ እውን ስሙ ፊሊፕ ብላይበርግ ዝተባህለ ካልኣይ ሕሙም ዝተገብረሉ መጥባሕቲ ልቢ ዕዉት ነበረን፣ ምስ ዝተተኽለሉ ልቢ ድማ ንዓሰርተ ሸሞንተ ኣዋርሕ ክጸንሕ ከኣለን። ኣብ ሽሕን ትሽዓተ ሚእትን ሰብዓን ኣርባዕተን እውን ዶክተር ባርናርድ ኣብ ኣፍልቡ ወዲ ሰብ ክልተ ልብታት ብሓደ ጐኒ ንጐኒ ክሰርሓ ኸም ዝኽእላ ዘመስከረ ዕዉት መጥባሕቲ ኣካየደ። እዚ ማለት ልቢ ናይቲ ሕሙም ሰብ ብኸፊል እንዳሰርሐት ከላ እቲ ሓዳስ ልቢ ድማ ንዝበዝሐ ንጥፈታት ትሽፍን። እዚ ዓይነት ኣገባብ መጥባሕቲ ክሳብ ሽሕን ትሽዓተ ሚእትን ተስዓታት ዝቐጸለ ኰይኑ ኣብዚ ግዜ'ዚ ግን ብዘመናዊ ኣርቲፊሻል ልቢ ተተኪኡ ይርከብ። ኣብ ዝቐጸለ ዓመታት ድሒሩ ኣብ ጀርመን ፈላሚ ፈተነ መጥባሕቲ ምስጋር ልቢ ተኻየደ። እቲ ብመሪሕነት ፕሮፌሰር ዶክተር ሩዶልፍ ዜንከር ኣብ ከተማ ሙኒክ ዝተኻየደ ካብ ሓንቲ ብሓደጋ ዝሞተት ጓል ሰላሳን ትሽዓተን ዓመት ሰበይቲ ንወዲ ሰላሳን ሽዱሽተን ዓመት መንእሰይ ዝተለገሰ ልቢ ነበረ። ኣብቲ እዋን ክረጋገጽ ዘይከኣለ ነገር ግን፣ እቲ ዝተለገሰ ልቢ በቲ ነታ ሰበይቲ ዘጋጠማ ሓደጋ ተጎዲኡ ብምንባሩ፣ እቲ ልቢ ዝተለገሰሉ መንእሰይ ንዕስራን ሸውዓተን ሰዓታት ጥራይ'ዩ ክጸንሕ ክኢሉ። ድሒሩ ድሕሪ ሓደ ወርሒ'ውን ኣብ ጀርመን ከተማ በርሊን ሓደ ዘይዕዉት መጥባሕቲ ተገብረ። እዚ ማለት እቲ መጥባሕቲ ዝተገብረሉ ሰብ ንሸዓተ ሰዓታት ጥራይ'ዩ ጸኒሑ። ናይዚ ምኽንያት ድማ ኣብቲ እዋን ዝነበረ ድሩትነት ሜላታት መጥባሕቲ ብሓደ ወገንን በቲ ካልእ ወገን ድማ ውጽኢታዊ ጸረ-ምንጻግ መድሃኒት ስለዘይነበረ'ዩ። እዚ ማለት ስርዓተ ምክልኻል ነብሲ ናይቶም ተሓከምቲ ነቲ ዝትከለሎም ዝነበረ ልቢ ከም ባዕዳዊ ኣካል ብምቑጻር ስለዝነጽግዎን ዘጥቅዕዎን ዝነበሩ'ዩ። ድሕሪ ዓሰርተ ክልተ ዓመታት ግን፣ ኣብ ሽሕን ትሽዓተ ሚእትን ሰማንያን ሓደን ኣብ ጀርመን ዕዉት መጥባሕቲ ብክኢላ ዶክተር ፍሪትዝ ዜበንበርግ ኣብ ሙኒክ ተኻየደ። ሳላ ሓድሽ ዝማዕበለ ናይ ምክልኻል ዓቕሚ ዝዓብስ መድሃኒት ማለት'ዩ። እዚ መድሃኒት እዚ ሳይክሎስፖሪን ዝበሃል ኮይኑ ንኽመጽእ ዝኽእል ናይ ስርዓተ ምክልኻል ነብስና ተጻብኦ ብግቡእ ዝከላኸል እዩ። ዓመታዊ ልዕሊ ሸውዓተ ሽሕ ናይ ልቢ ምስጋር መጥባሕቲ ኣብ ምሉእ ዓለም ይካየዱ። ካብዚ እቲ ቴስዓ ሚእታዊት ኣብ ኣሜሪካን ምዕራብ ኤውሮጳን ይካየድ። ኣብዚ ግዜ እዚ ናይ ልቢ ምስግጋር ዝተገብረሎም ሕሙማት ንልዕሊ ሓደ ዓመት ናይ ምጽናሕ ተኽእሎኦም ልዕሊ ሰማንያ ሚእታዊት ኮይኑ ድሕሪ መጥባሕቲ ኣብ ዝወሃቦም መድሃኒትን ዓይነት ኣነባብርኦምን ድማ ይምርኮስ። ክሳብ ሕጂ ንልዕሊ ኣርብዓን ክልተን ዓመታት ብዝተሰጋገረሉ ሓድሽ ልቢ ዝነብር ዘሎ ጀርመናዊ ኮይኑ በርንድ ኡልሪሽ ይበሃል። እዚ ንባዕሉ ዶክቶር ዝኾነ ተኣምራታዊ ሰብኣይ ብዛዕባ ታሪኽ ህይወቱ መጽሓፍ ዝጸሓፈ ኮይኑ ኣብቲ መጽሓፉ ብዛዕባ ካብቲ ልቢ ዝተተኽለሉ ግዜ ክሳብ ሕጂ ዘለዎ ኩነታት ዝገለጸሉ መጽሓፍ እዩ። ዝለዓለ ክሳብ ሕጂ ብዝተተኽለሉ ልቢ ን ኣርብዓን ክልተን ዓመታት ዝነብር ዘሎ ሰብ ተባሂሉ ድማ ኣብ መዝገብ ጊነስ ቡክ ኦፍ ሪኬርድስ ሽሙ ተመዝጊቡ ይርከብ። ኣብ መወዳእታ እቲ ፈላሚ ናይ ልቢ ምስጋር መጥባሕቲ ዝገበረ ዶክተር ክርስትያን ባርናርድ ኣብ ሽሕን ትሽዓተ ሚእትን ሰማንያን ሰለስተን ኣብ ኣእዳዉ ብዘጋጠሞ ሕማም ዕርቂ ስርሑ ዝገደፈ ኮይኑ ኣብ ዝተፈላለየ ምርምራዊ ስርሓት ብምንጣፍ ብዕለት ክልተ ወርሒ ትሽዓተ ክልተ ሽሕን ሓደን ኣብ ዕረፍቲ ከሎ ኣብ ቆጵሮስ ሞተ። ብክልተ ሽሕን ኣርባዕተን ዶክተር በርናርድ ካብ ሚእቲ ዓበይቲ ጸለውቲ ደቡብ ኣፍሪቃውያን ድሕሪ ኔልሰን ማንዴላ ብካልኣይ ደረጃ እተሰርዐን ከም ህቡብ ናይ መጥባሕቲ ክኢላ ደቡብ ኣፍሪቃ ድማ እንዳተዘከረ ይነብር ኣሎ። እምበኣርከስ ክቡራት ተኸታተልተይ ንሎሚ ኣዳልዮ ዝነበርኩ መደብ እዚ ነይሩ ጠቓሚን መሃርን ዝኾነ ሓበሬታ ሂበኩም ንክኸውን ተስፋ ይገብር ኣብ ድመጽእ ብኻልእ ሓድሽ ኣርእስቲ መሃሪ ኣርእስቲ ክሳብ ንራኸብ ኣብ ዘዘለናዮ ሰላምን ምሉእ ጥዕናን የቐንየለይ